ሀለው ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር መስገን ፅቡቕ ኣለኹ ንስኽን ከዓ ፅቡቕ ክትህልዋ ተስፋ እገብር ሎማዓንቲ ከዓ ብካልእ ቪድዮ መፅኤክን ኣለኹ ጨጉረይ ከመይ ገይረ ኣብ ገዛ ስትሬት ከም ዝገብሮ ከርእየክን እየ ብተሌፎነይ ዝቐርፅ ዘለኹ ብቐዳማይ ድምፁ ትሒቱ ነይሩ ኢልሃኒ ሓንቲ ሓፍተይ ዓው ክብል ክፍትን እየ ብተሌፎነይ ስለ ዝቆረፅክዎ ብቐዳማይ ድምጺ ብዙሕ ኣይነበሮን ሕጂ ጨጉረይ ኣብ ገዛይ ኩሉ ግዜ ከምዚ ስትሬት ዝገብሮ ማለት እዩ ከመይ ጌረ ከም ዝገብሮ ከርእየክን እየ መጀመርያ በዚ ሻምፖን ኮንዲሽነርን እየ ተሓጺበ ጸጉረይ ማለት እዩ ትማል ምሸት ማለት እዩ ከምዚ ጌረ ተሓጺበ እዚን ሻምፖን ኮንዲሽነርን ፈትየዮ ዝበልኩክን ኮንዲሽነርን ሻምፖን እሱ ጥራይ ተጠቂመ ዘይቲ ከዓ ተለኸ ነይረ ማለት እዩ ሕጂ እዚ ሕጂ እቲ ናይ ሓዊ ክስታይ እዚ ፕሮቴክት ናሂት እዚቺ መጀመርያ በዚ ገይረ ብሎው ድራይ ክገብሮ እየ በዚ ገይረ ማለት እዩ በዚ ክልቲኡ ገይረ ብሎው ድራይ ክገብሮ እየ ድሓር ከኣኒ ሓዊ ክገብረሉ ከለኹ ከዓ እዚ ሂት ፕሮቴክት ኣለኒ ከዓ እዚ ማለት እዩ እሱ ገይረ ከዓ እዚ ፓለስትራ ስትሬት መግበሪ እዚ ማለት እዩ እዚ ሕጂ ብ ክስት መዓስ ዝገዛእክዎ ብ ኣብ ግዜ ኒው ይር ዝገዛእክዎ ንደቀይ ናይ ኣውደኣመት ጨጉረን ክገብረለን ኢለ ግዜ ብጣዕሚ እዩ ዝቁጥብ እዚ ክስታይ ማለት እዩ ኣርኤኪ ኔረ ካልእ ኣለኒ ግን እዚ ብጣዕሚ ግዜ ስለ ዝቆጥ ዝቁጥብ ቤስተለሪ ኣብ ኣማዘን ኣብቲ ዲስክሪፕሽን ባክስ ክጽሕፈልክን እየ እሱ ገዚኦዮ ብጣዕሚ ግዜ ይቁጥብ ጽቡቅ ገይሩ ከዓ ስትሬት ይገብር ማለት እዩ ግፍሕ ዝበለ ከዓ እቲ ካልእ ጥቀመሉ ኣለኒ ስቲል ግን ንደቀይ ናይ ኣውደኣመት ጨጉረን ስትሬት ክገብረለን ኢለ እዚ ካብ ኣማዞን ዝገዛእክዎ ማለት እዩ ሕጂ ኣብ ገዛይ ባዕለይ ኩሉ ግዜ እየ ጨጉረይ ክስታይ ዝገብሮ ንሕጂ ስትሬት ክገብሮ ኮይነ ማለት እዩ ከመይ ገይረ ከም ዝገበርክዎ ከርእየክን ሕጽር ሕጽር ኣቢለ ማለት እዩ ሕጂ ክጅምሮ እየ ማለት እዩ መጀመርያ ካብዚ ስፕሬይ ቁርብ ገብረሉ ማለት እዩ ከምዚ ገይረ ስፕሬይ ገይረ ገይረ ቁድ ምሽጥ ኣቢለ እዚኣ ናይ ብሓቂ ፅብቕቲ እያ እዛ ብሎው ድራየር እዚኣ ኣርእየክን ነይረ እሞ ሕጂ ኣብቲ ክስታይ ለደረኣኹኽን ማለት እዩ ናይ ጨጉሪ ዝፈትዎ ፕሮዳክት ለደረኣኹኽን ኣብኡ ርእየክን ነይረ

ከምዚ ገይረ ፅቡቅ ገይሩ እዩ ዝበቃ ፀቢቑ ክስታይ ድገብሮ ኣለስልስ ኣብሎ ማለት እዩ እንደገና ከዓ ቀሊል እዩ በቃ ግዜኻ ይቁጥበልካ ማለት እዩ ብጣዕሚ እዚኤን እንድሕር ኣለዋክን ካብ መጠን ንላዕሊ በቃ ቀሊል እዩ ጨጉርካ ስትሬት ትገብር ቀደም ብጣዕሚ እየ ስትራግል ዝገብር ነይረ ጨጉረይ ብዙሕ ክስታይ ኣይገብሮን ነይረ ሕጂ ግን በቃ ኢዚ ማለት እዩ ከምዚ ገይረ ሕጂ ኣለስልስ ኣብሎ ማለት እዩ ብድሕሪኡ ሽዕኡ ኩሉ ምስ ገበርኩዎ ስትሬት ክገብሮ እየ ማለት እዩ

ከምኡ እንዳገበርኩ ኩላ ክገብራ እየ ማለት እዩ ሕጂ ኩሉ ገይረዮ ኣለኹ ከምዚ ገይረ ማለት እዩ ልስልስ ኢሉ ናይ ብሓቂ በቃ ጽብቅ ኮይኑ እንድሕር ፖኒ ቴል ክንገብሮ ኮይነ እንድሕር ክስታይ ደይገብሮ ኮይነ ማለት ስትሬት ደይገብሮ ኮይነ ከምዚ ገይረ ጥራሕ በጥ ከብሎ እንድሕር ኮይነ እቲ በጥ መበሊ ገይረ ክስታይ ክገብሮ ይኽእል እየ ግን እንድሕር ስትሬት ገብሮ ኮይነ ከኣኒ መብዛሕትኡ ግዜ ስትሬት እየ ዝገብሮ ማለት እዩ ግን ኣብ ሰሙን ሓንሳብ ኣብ ሰሙን ሓንሳብ ሓደ ሓደ ግዜ ከኣ ክልተ ሰሙን ስትሬት እንድሕር ጌረዮ ኣብ ገዛይ ይጸንሕ ማለት እዩ። ሎሚ ግን ጂም ስለ ዝኸይድ ዘለኹ ክስታይ ስለ ዝኾ መብዛሕትኡ ግዜ ሰሙን ሰሙን ከምዚ ጌረ ሓጺበ ክስታይ ይገብሮ ማለት እዩ። ሕጂ ከምዚ ጌረ ኣለኹ ሓንሳብ ሕጂ ሓንሳብ ኩሉ ብሓንሳብ ጌረ ክስታይ ይገብሮ ማለት እዩ።

ሕጂ ጽቡቅ ጌረ ልስልስ ኣብልዮ ኣለኩ ማለት እዩ ሕጂ ከኣ በቲ ናይ ሂት ፕሮቴክተር እዚ ጌረ ከኣ ስትሬት ክገብሮ እየ ማለት እዩ በዚ ጌረ ቅድሚ ሕጂ እዚ ኣርእየክን ኔረ ማለት እዩ ሓንቲ ተወዲኣ እዚኣ ካልኣ ሓዳሽ ማለት እዩ ገዚኤ እዚ ጽቡቅ እዩ ካብ ቢዲ ሳፕላይስ እየ ዝገዝኦ ማለት እዩ ወላ ብ ኣማዘን ከኣ ኣለክን ማለት እዩ ናይ ግድን ጨጉርና ስትሬት ንገብሮ ከለና ክስታይ ደይኮነ ንገብረሉ ዘይቲ ደይኮንና ንገብረሉ ሂት ፕሮቴክት ክንገብሮ ኣለና መብዛሕትና ከምኡ ንገብር ኢና ዘይቲ ጌርና እንድሕር ተጌርናዮ ኣቃጽል ደብሎን ጨጉርካ ማለት እዩ እዚ ግን ትኪ ኣየውጽእ ዋላ ሓንቲ ጨና ገለ የብሉ ብጣዕሚ ጽቡቅ ማለት እዩ ብኡ ጌርና ክስታይ ንገብሮ ማለት እዩ እንጂ ጌረሉ ኣለኹ ንእሽተይ ካብቲ ክስታይ ማለት እዩ እዚኣ እንዳገበርኩ ቀስ ጌረ ስሬት ገብረ እየ ማለት እዩ እንዳቀዳሕካ ቀሊል ኣይኮነን ክሳይ ክትገብሮ ግን ቀስ ጌረ ከምዚኣ ጌረ ኣርሲነያ እዚኣ ሰለስተ ሚእትን ገለን ገይረያ ኣለኹ ማለት እዩ ሰለስተ ሚእትን ተስዓን እየ ገይረያ ዘለኹ በዚ ደሎ ትኽስታዩ ከምኣ እንዳገበርኩ ፅቡቅ ገይረ ቀስ ገይረ በብንእሽተይ ማለት እዩ ምእንቲ ፅቡቅ ክኾነለይ በብንእሽተይ ገይረ ከምዚኣ ገይረ ክስታይ ገብረ እያ ማለት እዩ ከምዚኣ ገይረ ስራ እዚ ብጣዕሚ ፅቡቕ እንደገና ከዓ ከምቲ ዝበልኩኽን ግዜኻ ቆጠበልካ ማለት እዩ ናይ ብሓቂ ሓንሳብ ጽቡቅ ኮይኑ ማለት እዩ ሕጂ ከምኡ እንዳ ገበርኩ the same process ስለ ዝኾነ እቲ ቪድዮ ከይነውሓክን ከምኡ እንዳ ገበርኩ ክገብሮ እየ ድሕር ኣብቲ ፍርቂ ወይ ኣብቲ መወዳእታ ምስ በጻሕኩ ከኣ ከርእየክን እየ ማለት እዩ ሕጂ ኣብዚ በጺሐ ኣለኹ ማለት እዩ ከኣ ከምኡ ገይረ ገይረ ክስታይ ገብሩ እየ ማለት እዩ ሰለስተ ሚእትን ተስዓን እየ ገይረያ ዘለኹ እዚኣ ክስታይ ቁርብስን ኢላ ኣላ ስጋብ ኣርባዕተ ሚእትን ገለን እየ ክስታይ ዘለዋ ዘለዋ ማለት እዩ ከምዚኣ ገይረ ከዓ እዚ ከዓኒ ኣጸቢቐ ኣሙት ኣይብሎን እየ ምኽንያቱ ሰሙን ሰሙን ስለ ደብሮ ዘለኹ ጅም ምስ ኣተኹ ቅድሚ ኣብቲ ዓርቢ ገለ ክኸውን ከሎ ቅድሚ ቀዳም ሰንበት ክሕጸቦ ምስ በልኩ ከኣኒ ዘይቲ ብዙሕ ዘይቲ ገይረ ኣብቲ ሳውና ስለ ዝኣቱ ኣብቲ ጅም ማለት እዩ ብዙሕ ስለ ዘየጽንሖ በቃ ክስታይ ንሰሙን ጥራሕ እምበር ካልኣይ ግዜ ገለ ክደግሞ ክእል እየ ግን ከም ዝኣኽለኒ እዩ ማለት እዩ ከምኡ ገይረ ኩላ ክውዳያ እየ ናይ ብሓቂ እዚ ጽቡቕ ጨጉረይ ጽቡቕ እዩ ኮይኑ ዘሎ ዘይትታት ከዓ ስለ ዝልከዮ ዘይቲ ዝበልኩኽን ክሕውሶ እየ ዝበልኩኽን ክሕውሰልክን ኢለ ኣጋጣሚ ግን እቲ ሓደ ክልተ ዝኸውን ዘይቲ ስለ ዘይነበረኒ ንዕኡ ኦርደር ገይሮም ሰምጻኽዎ ከርእየክን እየ ጨጉረይ ናይ ብሓቂ ብዙሕ ጽቡቕ እዩ ኮይኑ ማለት እዩ ኩሉ ግዜ እየ ዘይቲ ዝልከዮ ሕጂ ሰሙን ሙሉእ ክልከዮ እየ ዘይቲ ማለት እዩ እቲ ሓዋዊሰ ዝልከዮ ዘይቲ እሱ ልኮ እቲ ቀዳማይ ካብ ቲጄ ማክስ ገዚኤ ዝረኣኩዎ ዘይቲ ከኣ ብጣዕሚ ጽቡቅ እዩ ንደቀይ ብኡ ጌረ ጨጉረን ቆኒነየን ፎኪስ እዩ ከምዚ ግሪሲ ገለ ድኮነ ኣይኮነን ጨንኡ ከኣ ጥዑም ደስ ዝብለካ የንውሕ እዩ ስለ ድበሎ እየ በቃ ሕጂ ኩሉ ግዜ ክገዝኦ እየ ማለት እዩ ደቀይ ክቁንነን ከለኩ ጨጉረን ብኡ ጌረ ናይ ብሓቂ ስለ ድፈተኩዎ እቲ ድረኣኩዎ ናይ ቲጄ ማክስ እሱ ከኣ ክገዝኦ እየ ማለት እዩ ሕጂ ከምኡ ጌረ እዚኣ ኩላ ክውድኣ እየ ማለት እዩ። ሕጂ ኩሉ ከምዚ ጌረ ወዲኤዮ ኣለኩ ማለት እዩ በዛ ንእሽተይ ጌረ ከኣኒ እዚኣ ንእሽተይ ነዚ ጫፍ ጫፍ ጌረ ከኣኒ ብዓርሰን ኣቢለ ነዚታተይ በጥ ከብሎ እየ ነቲ ናይ ቅድሚት በጥ ከብሎ እየ ማለት እዩ እዚኣ ብጣዕሚ ጽብቕቲ እያ ነቲ ነንእሽተይ ጽቡቅ ጌረ እያ ክስደሪ ኣቢላ ክስታይ ትገብረልካ ማለት እዩ ናይ ግድን ኣይኮነን ወላ ብኡ እቲ ሓደ ክንጥቀመሉ ንኽእል ኢና ትዓቢ ማለት እዩ ግን እዚኣ ስለ ዘላትኒ ብኣ ገይረ ከኣ ነዚ ናይ ቅድሚቱ ጽቡቅ ገይረ እያ እዚኣ በጥ ተብል ንሓጺር ሸጉሪ ኢለ ዝገዛእክዋ ማለት እዩ እዚኣ ከማን ኣብ ኣማዞን ኣላ ቅድሚ ዓመት እየ ገለ እየ ዝገዛእክዋ ማለት እዩ ኣብዚ ከምዚ ፕራይም ደይ ክኸውን ከሎ ሴል ክኸውን ከሎ ሕሱር ሕሱር ዝኾነ ክስታይ ይገዝእ ማቴሪዮ ጸንሕ ዶ ኣብ ካርታይ ጌረ የጸንሕ ደሓር ኣብቲ ክስታይ ምስ ኮነ ኣብኡ ገዝኦ ማለት እዩ ሕሱር ብሕሱር ገዝኦ ማለት እዩ so እዚኣ ሕጂ ነዚ ጫፍ ጫፍ ትኾነኒ ኣላ ብጣዕሚ ጽብቕቲ እያ ነዚ በጥ ተብለለይ ማለት እዩ ከምዚኣ ጌረ በጥ ከብላ እየ ጽቡቅ ጌረ ኣለቕም ተብሎ ማለት እዩ እንዳ ቃዳሕካ ክትገብር ኮል ክትገብር ክስታይ ብጣዕሚ ኮንፊዝ ዝገብረካ ብዙሕ ቀሊል ኣይኮነን እምበር ብዙሕ ግዜ ይወስደለይኒ ጣዕጣዕ ኣቢለ እየ ክስታይ ዝገብራ ማለት እዩ እዚኣ ገይረ እዚኣ ገይረ ሕጂ ሰሙን ሰሙን ከምቲ ዝበልኩኹም ስለ ዝሕፀቦ ዘለኹ እየ እምበር ካልኣይ ግዜ ደጊመ በጥ ከብክስ ኣፀቢቑ ክስታይ ክገብሮ ክእል እየ ግን ከምዚኣ ጌረ ፖኒቴል እንድሕር ደልየ ፖኒቴል ጌረ ከምዚኣ ጌረ ቀሊል ማለት እዩ ሰሙን ጸንሓለይ እንድሕር ጅም ደይከድኩ ከኣኒ ኣብ መንጎ ከኣ ዘይቲ ስለ ዝገብረሉ መሊሱ እንዳጸበቐ እዩ ዝኸይድ እንድሕር ጅም ደይከድ ኣስታይ ብዙሕ ደይረሃጽኩ ከኣኒ ክልተ ሰሙን በጥ እንዳበልኩ ገለ የጽንሖ ማለት እዩ መብዛሕትኡ ግዜ ከምዚኣ እንዳገበርኩ ቀሊል ጨጉረይ ከምዚኣ ጌረ እየ ዝገብራ ማለት እዩ። ናይ ሎማዓንቲ ቪድዮ እዚኣ ትመስል እንጆይ ጌርክንኦ ክትኮና ተስፋ እገብር። ሓደሽቲ እንድሕር ኮንክን ሳብስክራይብ እንድሕር ዘይገበርክን ሳብስክራይብ ግበራ። እተን ኩሉ ግዜ ሳፖርት ትገብራና ካብ ብጣዕሚ እየ ደመስግነክን። ላይክ እንድሕር ዘይገበርክንኦ ከለኽን ሕጂስ ቪድዮ ከይወድእ ከሎ ላይክ ግበርኦ። ብጣዕሚ የቐንየለይ። ኣብ ቀጻሊ ብኻልእ ክሳብ ንራኸብ ከኣ ሰላም ብሰላም የራኽበና።